ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎም መዓንቲ ሒዘልኩም መፅየ ዘለኹ እምበኣር ክትፈትዎ ተስፋ እንዳገበርኩ ቅድሚ ንኣምባለይ ግን እቶም ሓደሽ ኣት ዘለኹም ላይክ፣ ሳብስክራይብ፣ ኮማ እንዳገበርኩም ናይ ቻነል ቤተሰብ ክትኮኑ ብክብሪ ዕድመኩም እቶም ምሳይ ፀናሖም ከዓ ከም ቀደምኩም ምትብባዕኹም ኣይፈለየኒ። መጀመርያ ክብሪ ምስጋና ንእግዚኣብሄር ይኹን። ነዚ ዕለት እዚን ነዚ ሰዓት እዚን ዘጽንሓና ክቡር ኣሕዋተይ ከመይ ውዒሉ ዓርቢ ስቕለት ብወገንና ክብሪ ንእግዚኣብሄር ይኹን ጽቡቕ ውዒሉ ንስኹም እውን ሰናይ ጽቡቕን ውዒሉ ኮን ተስፋ ይገብር እምበኣር ናይ ሎማዓንቲ ሒዘልኩም መጽየ ዘለኹ ንዚ ኣውደ ዓመት ፍላይ ንደቂ ኣንስትዮ ኣኺድ እንዲ ዝተርፈና እዚ ናይ ክሽንያ ስራሕ ብጣዕሚ ሰብ ዘየድልዮ ብቕልል ዝበለ ባዕሉ ዝቁሎ ሽጉርቲ ማለት እዩ ሂዘልኩም መፅየ ኣለኹ ማለት እዩ ብጣዕሚ ሓጋዚት እያ እዚኣ ዝኾነ ዓውደ ዓመት ከምዚ ሕጂ ዘለናዮ ንእስ ዝበለ ውራያት ክህሉ ከሎ ዓበይቲ ውራይ እኳ ዓበይቲ ድስቲ ጌርካ እንድኻ ትቐላልዎ ሕጂ ቁርብ ንእስ ዝበለ ክኾን ከሎ ከምዚኣ ጌርና ኣድሉ ነብላ። ሕጂ እንታይ እየ ጌረ ዘለኹ ሓሙሽተ ኪሎ እየ ሽጉርቲ ከም ዝረኣኹሞ ማለት እዩ። ንዓኡ ከዓ ሓደ ብሓደ ንኹሉ ቀላሊጠ ከዓ ክምለሰኩም እየ ሕፅብፅብ ኣቢለ ቅልጥ ኣቢለ ማለት እዩ ሕጂ ቀይሕ ፀብሕታት ክንሰርሓሉ ንኽእል ዝተፈላለየ ማለት እዩ ደርሆ ኣብዛ ሓቢልና ብሓንሳብ እንተተቆልዩ ኣብ በረ ተጌርናዮ ንነዊሕ ይጸንሐልና ካብ ዓሰርተ ግዜ ሽጉርቲ ገዛና ዝጨኑ ሕጂ ኸዓ ንኣውደ ኣመት ከዓ ከምዚኣ ግብር ኣቢልና እንጀራና እንዳሰንከትና ከለና እዚኣ በዓል ኣረይድ ኮይና ትቐልያ ትውድአልና ማለት እዩ ክቡራት ኣሕዋተይ ሕጂ ከም ትርእይዎ ዘለኹም እቲ ቪድዮ ምንታ ንኸይነውሓኩም ኩሉ ሓፃፂበ ቀላሊጠ ከምዚ ትርእይዎ ዘለኹም ማለት እዩ ኣብዚኣ ገይረ ሕጂ ክርትፍ ከብላ እየ ዳርጋ እንታይ እሞ ኣብ ክልተ ጭርጭርድ ከብሎ ማለት እዩ እቲ ፍርይ ዝበለ ከዓ ኣብ ኣርባዕተ እንዳገበርኩ ሓጋዚ ንሰበይቲ መሓዛና ዘቤስት መሓዛና ደኸምላ እዛ ማሽን ብጣዕሚ ጽብቕቲ ዝኾነት ማሽን ብኣ ጌርና ልክዕ ከምዛ ናይ ኢድያ ምክንያቱ እዘን ኣርባዕተ ካራ ዘለወን ኣዝየን ጽቡቓት ዝኾና ማሽን እየን ሕጂ ከም ትሪእዎ ዘለኹም በቃ ፍግእ ፍግእ ፍግእ እየ ዘብሎ ዘለኹ ማለት እዩ ክብራት ኣሕዋተይ ላይክ ምግባር ከዓ ኣይትረስዑ ላይክ እንዳገበርኩም ጀምርዎ እዚ ቪድዮ ማለት እዩ ሕጂ ከም ዝትርእይዎ ዘለኹም ንኹሉ ከርቲፈ ከዓ ከመፅየ ከም ዝትርእይዎ ዘለኹም ጭድድ ጭድድ ጭድድ የብሎ ኣለኹ ኣብ ክልተ እንዳገበርኩ ማለት እዩ ሕጂ እዛ ማሽን ክርእየኩምየ እዘን ማሽን እዚአን ክንጥሕን ከለና ልክዕ ከምዚ ናይ ኢድ ክኾነልና እንተደሊና እንታይ ዝበሃል ክንገብር ኣለና እቲ ኣዋላልዕኡ በታ ጥቃ ናይ ማሽን ዘላ ናይ ጁስ ዋላ ጽማእ ኢኻ ትገብረሉ እዚ ስጋ ትጥሕነሉ እዚ ዱለት እዚ ንኽትፎ ድዩ ንዝኾነ ጥሑን ስጋ ላዛኛ ክንሰርሕ ከለና ድዩ ብጣዕሚ ትሕግዘና ማለት እዩ ጥሕንያ ተብለልና ጽቡቅ ጌራ ሕጂ ከርእየኩም እየ ንሽጉርቲ ልክዕ ከምዚ ናይ ኢድ ጌራ ትኸርትፎ በታ ስእሊ ኣለዎ ይናህቱ በታ ጥቃ ናይ ጽማቕ ዘላ ማለት እዩ ተኸዊላ ኣላ ዋላ ትረኤ ደሓን ብሓፈሻ በታ ናይ ጽሟቕ ዘላ ብኣ ጌርና ጥሕን ክነብሎ ኢና ክንድንጉ የብልናን ምውት ከይብለና ማለት እዩ ኖርማል ክንገብሮ ክንክእል ኣለና ከምዚ ትርእይዎ ዘለኹም ገይረ ቢለ ኣለኹ ወሰን ወሰኑ ፍሪ ዝበለ ተተሪፍና ምስቲ ካልኣይ ንጥሕኖ ጸገም የብሉን እዩ ሕጂ ድስትና እዚ እንታይ ዝበሃልና ዳሊና ናይ መጥበሲና ማለት እዩ ሕጂ ኣብዚ ሓቢልና እቲ መትሓዚና ዕሙቕ ዝበለ ዕቢ ዝበለ ተኾይኑ ክሳብ ዓሰርተ ኪሎ ዝኾኑ ጌርና እውን ብሓንሳብ ክንገብሩ ንኽእል ኢና ቅድሚ ሕጂ ከምዚ ደርሆ ንጠብሰሉ ምሻ ኣሎ ከምኡ ዓይነት ብከምኡ ሰሪሐ ነይረ ማለት እዩ መኽደን ዘለዎ ናይ በዓል መኽደን ዘለዎ እዚኣ ሕጂ ዓሞቕ እያ ፅብቕቲ እያ እዚኣ ከማን ኣብኣ ከዓ ንኹለን ጥሒነ ክምለሰኩም እየ። ብጣዕሚ እያ ሓጋዚት ማለት እዩ። ምክንያቱ እዚ እቲ ናይ ሽጉርቲ ሳሎ እንዲ ዝፈላለ እንዲ ናይ ሽጉርቲ ግን እዚኣ ብጣዕሚ ዝፈትኽዋ ንዚሲ ገንዘብ ሂበሉስ ክትብለይ ትኽእል ኢኻ ብናፃ ጊፍት እየ ተዋሂበ ክትብል ምክንያቱ ኣብ ፅቡቕ ንብረት ኣብ ትጥቀመሉ ንብረት ክኾን ከሎ ማለት እዩ። ጥራይ እታ ምቕላጥ እያ ተደንጉ እምበር ካልእ ዘደንጉ የለን እዩ። ሕጂ እዘን ኣሕዋተይ እተን ካናዳ ኣሜሪካ ዘለኽን ተኸታተልተይ ገለኳ ደሓን ንስኽን ክተብልኣ ትኽእላ ኢኽን ተነፍሪቃ ዘለኽን ከዓ ንጎት ስኢልክን ጣዕጣዕጣዕ ከምዚያ ጌርክን እእትው ተብልኣ እምባሻ ገበርና ዶ እንጀራ ገበርና ሌላ ክሳብ ትቕልወልክን ስጋኽን እንተ ኣዳሊኽን ብድሩት ኣሰራርሓ እንተዘይኣዳሊኽን ከኣ ተቐላልያ ሓዲራ ኩላ ስጉኣን ገለመላን ሬዲ ጌርናያ ስጋ ከኣ ጥራይ ምእታው ትኾነልና ማለት እዩ። ከምዚ ትርእይዎ ዘለኹም ጌረ ንኹሉ ገርትፍትፍ ኣቢለ ኣለኹ ተጣሒኑ ኣሎ ማሽን ጌሩ ሕጂ ኣብዚ ጨው ቁሩብ እየ ዝገብረሉ ዘለኹ ኦኬ ብዛዕባ ኖርማል ምክንያቱ ጨው ተጌርናሉ ከዓ እሞ እቲ ዝብልኦ ከሎ ሓፈሳ ብስቲም እንዲዩ ካብ ልክ ከምዚ ብስቲም እንዲ ቁለ ግን ዘይቲ ከዓ ሕልፍ ሕልፍ እንዳበልና ከም ትሪእዎ ዘለኹም እንዳገበርና ከዓ ዘይቲ ንገብረሉ ፅቡቅ ጌርና ክንዕሽጋ ኢና ገዛና ጨና የብላ ኣኾስን የብላ ሕብርን የብላ ከምዚኣ ትርእይዋ ዘለኹም ግብርር ኣቢልና ፎርነና ኦረዲ ረሲኑ ክጸንሕ ኣለዎ ሓደ ግዜ ሰሪሐልኩም ዝነበርኩ እዚ ንሕምልቲ ንጠብሰሉ ከምዚ ደርሆ ንጠብሰሉ ምሸለ መኽደን ዘሎ ገጅፍ ድስቲ ዝመስል ኣብ ከምኡ ገይረ ብናቱ መኽደን እዩ ክድነ ቢለ ኣርእየኩም ነይረ ሕጂ ከዚኣ ብኣሎሚኖ ጌርና ጽቡቅ ጌርና ምንታ ጨና ንኸይወፀና ንደገ ሽፍን ኣቢልና ዕሽግ ነብላ ሕጂ ዋላ ሓደ ሓደ ዶ ደርሆ ዲና ክንሰርሕ ክልተ ደርሆ ዲና ክንሰርሕ ኣጋእሽ የሎምና ብዚሕና ዲና ክንሰርሕ ከከም እንታይ ዝበሃልና እንዲ ግን ኣብዝሕ ኣቢልና ከምዚ ጌርና እንተቐሊናዮ ንኩሉ ግዜ ይኾነና ማለት እዩ እንዳቐነስና እንዳቐነስና ኣነ ሕጂ ንኣውደ ኣመት ኩለይ ኮንጉን ክጥቀመሉ ወዘኽዝኽ እንዳበልና ቀይሕ ፀብሒ ዶ ገለ ምስራሕና ስለ ዘይተርፍ ኣብዝሕ ኣቢልና እንዳገበርና ንብሎ ማለት እዩ ሕጂ ኣብዚኣ ክልተ ሚእቲ ኢስራን ዲግሪ ገይረያ ኣለኹ ክልተ ሚእትን ኢስራን ዲግሪ ገይረ ከዓ ንክልተ ሰዓት ኣብኣ ስንዱ ኣቢለያ ፀኒሐ ስንዱ በቃ ስንዱ ክቡራት ኣሕዋተይ ከምዚኣ ጌርና ሰብ ዝበሃለ የልያን እዩ ከም ዝበልኩም ካልእ ጉዳይና እንዳገበርና ከለና ሽሉቃት በቃ ልክ ከምዚ ብስቲም ገይሩ ምውት እዩ ዝብል ረኣይዎ ምውት ተብኣ ከላ ሕጂ ብኢድና ገና ከምዚ ተገርናዮ ምውት እዩ ዝብለው ከሎ ከምዚ ዘይተቐለወት ኮይኑ ግን እንታይ ዝበሃል እዩ ዝኸውን ክፀብቕ መዓት ኮይኑ ተቐልዩ ኣሎ ማለት ሕጂ ዝሕል ምስ በለልና እቲ ኣብ ፍርጅ ንገብሮ ኣብ ፍርጅ ንገብሮ ኢና እቲ ኣንታይ ዝበሃል ንገብሮ ከኣኒ ንሽዑ ንቐልቦ ንኽእል ኢና ማለት እዩ። ክቡራት ኣሕዋተይ ንሎምዓንቲ ኣብዚ ክኣኽለኒ እዩ። ብኻልእ ትሕዝቶ ክሳብ ዝምለሰኩም ሰላምን ጥዕናን ኣብ በብዘለኹሞ ሰሰናዩ